ለይትን መዓልትን እንዳሰራሕኹ እሞ ኸዓ ኣብ ህይወተይ ለውጢ ክገብር ዘይከኣልኩ ገንዘብ ክሕዝ ወይ ድማ ከውፍር ዘይከኣልኩ ገንዘብ ክውህለለለይ ዘይከኣለ ኣብ ህይወትና ሓደ ዓይነት ሰርክል ናብራ ከንብረና ድኽእል ደሎ ነጥብታት ዓሰርተ ነጥብታት ሒዘልኩም መፅእ ኣለኹ እዚኦም ሪዝን እዚኦም ንምንታይ ኢና ኣብ ዓንኬል ናይ ድኽነት ክሳብ ሕጂ እሞ ከዓ ኣብ ምዕራባዊ ዓለም መፂና ኣብዚ ኣፖርቹኒቲ ዘለዎ ዓድታት መፂና ንምንታይ ኢና ኣብ ሰርክል ንነብር ዘለና እዚን ዓሰርተ ነጥቢ ሒዘልኩም መፅእ ኣለኹ ናይተን ዓሰርተ ነጥቢ ከዓ ናተን ከዓ ንናተን ሶሉሽን ሒዘልኩም መፅእ ኣለኹ ነዚኤን ጽን ኢልኩም እንድሕር ተሰሚዕኹመን ኣይ ፕሮሚስ ዩ ኣብ ሂወትኩም ዓብይ ለውጢ ምምሕያሻት ክትገብሩ ኣብ ተግባር እንድሕር ተውዒልኩመን ማለት ዩ ሰሚዕኹመን ጥራሕ እንድሕር ተኾይድኩም ግን ሰሚዕኻ ጥራሕ ዝመጽእ ነገር ስለ ዘየለ ኣብ ተግባር እንድሕር ተውዒልኩመን እዚኤን ኣብ ሂወትኩም ጠቐምቲ ክኾና የን ቅድሚ ሕጂ እዚኤን ኣነ ቅድሚ ኣርባዕተ ሓሙሽተ ዓመት እዚኤን ዳርጋ ኩለን እንተበልኩ ኣብ ሂወተይ ረኺበየን ነዚኤን ክዕሪ ምስ ኣበልኩ ኸኣ ህይወተይ እንዳተቐየረ እንዳተቐየረ ቀስ እናበለ ክመጽእ ኽኢሉ። ቁጽሪ ሓደ ዊ ዶንት ኣንደርስታንድ ማኒ ሕጂ ብዛዕባ ገንዘብ ብዙሕ ሰሚዕና ክንከውን ንኽእል ኢና ኣብ ሶሻል ሚድያ ኹን ገለ ኹን ሰልዲ ንፈልጦን ኢና ሰልዲ ነብሉና ክብሉና ከለዉ ኢትስ ራይት ኣይንፈልጦን ኢና ምኽንያቱ ኣብ ቤት ትምህርቲ ኣብ ግዜ ንእስነትና ቤት ትምህርትታት ክንከይድ ከለና ብዛዕባ ጆግራፊ ሂስትሪ ማትስ ሓሙሽተ ሽዱሽተ ሳብጀክት ዳ ይምህሩና ነይሮም እምበር ገንዘብ ከመይ ዝሰርሕ ግን ዋላ ሓንቲ ፍልጦ የብልናን ንሕና እታ ሓንቲ ንፈልጣ ገንዘብ ተምፅኦ ነገር ትገዝኣላ እምበር ቲንግ ትገዝኣላ እምበር ከመይ ገርና ኣሰት ኣውፊርና ነታ ገንዘብ ዘላህና ዳብል ንገብራ ኣብ ቤት ትምህርቲ ዝኾነ ትምህርቲ ብዛዕባ ገንዘብ ስለ ዘይነበረ እሞ ከዓ ስጋብ ሕጂ ኣብቲ ናይ ድኽነት ዓንኬል ሸለል ደብለና ዘሎ ኣብኡ ንሱ እዩ እቲ ዓብዪ ነጥቢ ነዚ ኣብ ንእስነትና ዘይተምሃርናዮ ነዚ ቅድሚ ሕጂ ሰሚዕናዮ ዘይንፈልጥ ነዚኣቲ ክንእርም እንድሕር ተኮይና ግን እቲ ቀዳማይ ነገር ክንገብሮ ደለና እንታይ እዩ መፅሓፍቲ ናይ ፋይናንስ መፅሓፍቲ ክነንብብ ክንክእል ኣለና ብዙሕ ምንባብ ምንባብ ምንባብ ምንባብ ይብሉና ነይሮም ኣነ ካብቲ ቀዳማይ ኣብ ሂወተይ ዝፀልኦ ዝነበርኩ እቲ ምንባብ እዩ ምንባብ ጅምር ከብል ከለኹ ዓይነይ ነባዕባዕ ይብል ኣብኡ ከሎ ምናዳብ ዓራት ተሌብ ኣገረ ድሕሪ ሓሙሽተ ደቂቕ ድቃስ ወስደኒ እዚኣ ግን ዋላ ድቃስ ዝኣ ትውሰድካ እምበር እንድሕር እተን ዓሰርተ ደቂቕ ንመዓልቲ እንድሕር ተንቢብካየን ኣብ ሂወትካ ዓብዪ ለውጢ እየን ቴን ሚኒትስ ብዘይ ምቁራፅ ኣብ ሂወትካ ዓበይቲ ለውጥታት በዓሉ ከዓ እቲ ኣካላትካ ኣዲክትድ እናኾነ መፅሓፍ ደስ እናበለካ ንዕኡ ክትግንፅል ደስ እናበለካ ክመፅእ እዩ ዓሰርተ ደቂቕ ከይነወሐት ምክንያቱ እንድሕር ተንዊሕካዮ ዋላ ቦሪን ክትከውን ትኽእል ኢኻ እንታይ ተንብብ ዘለካ እውን ክትፈላ ኣይትኽእልን ኢኻ ናይ ፋይናንስ ናይ ካልእ መጽሓፍቲ እንቡቡ ኣይኮንኩን ዝብለኩም ዘለኹ ናይ ፋይናንስ መጽሓፍቲ ብዛዕባ ገንዘብ ድምህሩ መጽሓፍቲ ኣብኦም ከነንብብ ክንክእል ኣለና ካልኣይቲ ኢንቨስት ገንዘብና ነቲ ሰሪሕና ደምጻናዮ ከመይ ጌርና ኢንቨስት ንገብሮ ኣብ ስቶክ ማርኬት ከመይ ገርና ገንዘብና ኣብ ክንዲ ባንክ ነቐምጦ ከመይ ገርና ናብ ስቶክ ማርኬት ንሰዶ ንሕና እንታይ ኢና ኣብዚ ሕብረተሰብና ኢንቨስት ክንብል ከለና ንሃፍታማት ጥራይ ኮይኑ ይስምዓና ግን ንሱ ይኮነን ስኖ ራይት ኢንቨስት ሚእቲ ሓምሳ ክትጅምር ትኽእል ኢኻ ሰርች ግበር መፅናዕትታት ውሰድ ብዙሕ ኤርትራውያን እውን ኣለዉ ሓደ ሓደ ግዱሳት ኤርትራውያን ብዛዕባ እዚ ክምህሩ ዝውዕሉ ግን እቲ ናቶም ቪው እንድሕር ተሪኢኻዮ ናቶም ሳብስክራይበር እንድሕር ተሪኢኻዮ ቨሪ ዲስኣፖይንቲን ነዚኦም እንድሕር ተማዓቢልና ነዚኦም እንድሕር ተርኢና ኢና ከዓ ኣብ ህይወትናን ኣብ ህይወትና ለውጢን ሰላም ዘለዎ ድቃስ ክንድቅስ ንኽእልን ነብስና ለዊጥና ንደቅና ኸኣ ክንልውጥ ንኽእል። ደቅና ተለዊጥና ኸኣ፣ ስድራና ተለዊጥና ኸኣ፣ ሃገርና ብዓብይኡ ክንልውጥ ንኽእል ኢና። እዚ መንገድታት እዚ ምስ ንገብር ኢና ክንልውጥ ንኽእል። ሳልሳይ እቲ ገንዘብካ ከተፍሮ ከለኻ ክሰርሓልካ ከሎ ንስኻ ኸኣ ብጣዕሚ ነቲ ገንዘብ ባጀት ጌርካ ተራቂቅካ ኣብ ክንዲ ስቅ ኢልካ ካርዲ ሒዝካ ንጓዓዝ ኣብ ክንዲ ካርዲ ሒዝኪ ትጓዓዚ እተን ፕሮግራም ዝገበርናየን ባጀት ክንገብር ክንክእል ኣለና ሊስት ክንገብር ሾፒንግ ክንከይድ ተኮይና ሊስት ክንገብር ክንክእል ኣለና እንታይ ኢና ክንገዝእ ካብታ ሊስት ዝገበርናየ ካብኣ ክንወፅ የብልናን ንሕና ግን እንታይ ኢና ንገብር ሾፒን ንኸይድ ኣብ ሓደ ዓብይ ዝበለ ሱፐር ማርኬት ንኣቱ ዓይንና ዝረኣዮ ንገዝእ እዚ ከዓ እቲ ኣነሰሰሪ ሾፒን ደየድልየና ሾፒን ካብቲ ነቲ ካብቲ ንኣእትዎ እቲ ባጀትና ነውፅኦ ዝበዝሕ ዘሎ እዚ ከዓ ናብቲ ናይ ዓንኬል ናይ ድኽነት ከም ንጠልቕ ዝገብረና ዘሎ ከም ንጠልቕ ኣብ ላዕሊ ከማን ከም ንጠኒ ዝገብረና ዘሎ ነዚ ምስ ገበርና ናብ ልቕዓትና
ቁፅሪ ክልተ ዊ ሊቭ ቱ ኢምፕረስ ኖት ፕሮግረስ እንታይ እዚ ንደቂ ሰባት ኩርኢና በቃ ንዕኦም ኢምፕረስ ክንገብሮም ክንምስጦም ንሕና ፅቡቅ ከም ዘለና ብክዳውንቲ ሓደሽቲ ክዳውንቲ እንዳገዛእና ሻይኒ ዝኾነ ኣንፀባራቂ ዝኾነ ክዳውንቲ እንዳገዛእና ኣንጻባረቅቲ ዝኮና መኪና እንዳ ገዛእና ግን ምስቲ ኣካውንትና ክንሪኦ ከለና ግን እንታይ እዩ ሓቀኛ ላይፍ ደይ ምንባር እዚ እንታይ እዩ ፌክ ላይፍ ምንባር እዩ ኣብዚ ግዜ እዚ ንድሕር ተስተውዕልሉ ንድሕር ተሊኹም ኣብ ሶሻል ሚድያ ሰብ ይመጽእ ካልእ ሰብ ኮይኑ ይመጽእ ኣብ መወዳእትኡ ግን እንታይ እዩ ብስትረስን ብገለን ኣደዳ ስትረስ ኣደዳ ጭንቀት ይኸውን ምክንያቱ እቲ ሪያል ላይፍ ስለ ዝመፅ ዘሎ ኣብዚ ሙሉእ ሶሻል ሚድያ ንሪኦ ንዓና የታለና ንሕና ከኣ ንነብስና ነታልላ ኣለና ምክንያቱ ኣብ ሶሻል ሚድያ ንሪኦ እቲ ሓቀኛ ላይፍ ድነብርዎ ኮይኑ ይስምዓና ሓቀኛ ላይፍ ክትነብር እንድሕር ተኾንካ ንሰብ ኢልካ ዘይኮነ ንነብስኻ ኢልካ ክትነብር ክትክእል ኣለካ ኣብዚ ሕብረተሰብና ንሕና ልክዕ እቶምቶም ኣክተራት ናይ ሆሊውድ ማዕሪኦም የከዳድናና ኣብቲ ጅቧና እንድሕር ተመፂኻ ኣብቲ ሪያሊቲ ህይወትና እንድሕር ተመፂኻ ግን ኢትስ ቨሪ ሎው ምክንያቱ እንታይ ኢና ነቲ ፋሽን ነቲ ዘሎ ኩነታት ጥራይ ኢና ኮፕ ንገብሮ ዘለና እምበር ነቲ ውሽጢ ዘሎ ምዕባለታት ንዞም ኣብ ፋሽን ኣብ ላዕሊ በፂሖም ዘለዉ ከመይ ገሮም ኣብኡ በፂሖም ዋላ ሓንቲ ኣይንሪኦ ኢና ንሕና እንታይ ኢና ንርኢ ተኽዳን እታ ዘንፀባርቕ ነገር እሞ ከዓ ገዛና ጅቧናን ነብስና ከይፈለጥና ንደቂ ሰባት ክርእዩና ኢልና ፌክ ላይፍ ሪያሊቲ ላይፍ ስለ ዘይነብረ እንድሕር ፌክ ላይፍ ትነብር እንድሕር ተሊኻ ኣብ መወዳእቱ እንታይ እዩ ዝኸውን ኣደዳ ጭንቀትን ኣደዳ ካልእ ስትረስን ኣደዳ ካልእ ሕማማትን ዝኸውን እቲ ሪያል ላይፍ እንድሕር ትነብሮ ተሊኻ ቀስ እንዳበለ ሃብቲ ብጉያ ይመፀካን እዩ ገንዘብ ብጉያ ኣይመጸካን እዩ ቀስ እናበለ እዩ ድመጽእ ነዚ ንሕና ግን እንታይ ሻይን ክዳን ክዳውንቲ ሎሚ ሳላ ኦንላይን በዚሕልና ኣብ ዓራትና ኮይና እዚ ዘይተባህለ ኣንጻባራቂ ክዳን ንግሮ ይመለስ ዳርጋ መብዛሕትኡ ዝጓሓፍ እዩ ኣብ ከሬንደሳና ድኸውን ስኢሉ ድጓሓፍ ኣብ ገዛና ኮይና ሻይን ዝኾነ በቃ ሲሉ ኣንጻባራቂ ክዳውንቲ ኣንጻባራቂት መኪና ኣንጻራ እቲ ሪያል ላይፍና ግን ስለ ዘይነብሮ እታ መኪና ተሰይራ ክጠፊኣ እቲ ክዳውንቲ ክጓሓፍ እዩ እቲ ክሳይ እቲ ዝመጽእ ዘለዎ ላይፍና ግን ንሱ ይኮነን ሓደ ዓይነት ኣይኮነን ንኸውን ምክንያቱ ንቲ ንገብሮ ዘለና ሕጂ ቾይዝ ንገብሮ ዘለና ሕጂ ኣክሽን ንወስዶ ዘለና ንናይ ጽባሕ ነብስና ናይ ጽባሕ ነብስና ሎሚ ኢና ነብላ ዘለና ማለት እዩ ነጉድል ኣለና እንታይ ድኣ ኢና ክንገብር ዘለና ንነብስና ክንመስል ክንክእል ኣለና ነታ ገዛናን ነታ ጅቧናን ክንመስል ክንክእል ኣለና ሓዱሽ ክዳን ተኸዲንካ እንትርፎ እታ መሓዛኺ እንትርፎ እታ ዓርክኻ ካልእ ሰብ ዝግደሰሉ የለን ኣብቲ ሎሚ ንሕና ግን ናይ ሾፒን ኣድግትድ ኮይና ናዳ ኣብዚ ሕብረተሰብና ሾፒን ገይሩ እንድሕር ተዘይመፅኡ ገለ ገይሩ እንድሕር ተዘይመፅኡ ዓቕሉ ይፀበብ ገዛ በቃ ሾፒን ክዳን ገለ ሓዱሽ እንድሕር ተቢልና በቃ ሩፍታ ዘለዎ ክስታይ ኢሉ ግን ኣብቲ ካውንት ክብል ከሎ ከዓ ሞይሹ ገንዘብ ከዓ ንምንታይ ዘይተሓዘለይ ንምንታይ ኣብዚ ከምዚ ደረጃ ወፂኦ ኣብ ምምራንን ኣብ ገለን መወዳእቱ ናበይ ንኣቱ ብሰንኪ መንግስቲ ዶ ብሰንኪ ገለን ኣብ ፖለቲካ ዶ ናብ ዘይተደለየ ንጉልጉ ነብስኻ ኣይትጸበይ ካልእ ሰብ ክልውጠልካ ይጸበይ ንስኻ ድኻ እንድሕር ተሊኻ ኣብ ድኽነት ናብራ ትነብር ተሊኻ ናይ መንግስቲ ዶ ናይ ገለ ዶ ዓሰርተ ዓመት ተሰዲድካ ብሰንኪ ክስታይ ዶ ብሰንኪ ክስቶ ዶ ብሰንኪ ወለደይ ዶ እንድሕር ትብል ተሊኻ ዳስ ሮንግ ናይዚ ዘለኻዮ ናብራ ጌጋ ጌገኛ ንስኻ ጥራኻ ሓላፍነት ትወስድ ንስኻ ነዚ ፈይስ ክሳብ ደይገበርካ ንስኻ ድማ ወይ ድማ ንሕና ኣብቲ ዝደለናዮ ደረጃ ክንበጽሕ ኣይክልን። እቲ ርያሊቲ ደሎ ህይወት ኣነሲ እንታይ'የ ድገብር ደለኹ ኢልና ንነብስና ክንሓታ ክንክእል ኣለና። ኣነ ለውጢ እንታይ ይገብር ኣለኹ ንጽባሕ ናይ ጽባሕ ነብሰይሲ እንታይ እያ ትመስል ኢልና ንነብሳ ክንሓት ኣለና። ናይ ጽባሕ ነብስኻ ከምዛ ናይ ሎማዓል ዘላ እንድሕር ትመስል ተኾይና ሓደ ዓይነት ኣካይዳ እንድሕር ትኸይድ ተሊኻ በቃ ኢትስ ዘ ሰይም ኣብኡ እዩ ኣብቲ ዕንክልያለዉ ናብራ ንነብር ዘለና ማለት እዩ በዚ መንገዲ እዚ እንድሕር ተኸይድና ነብስና መሲልና ንነብስና ዲስፕሊን ጌርና ኣብ ዲስፕሊን ኣብ ጠባይ ኣይኮነን ኣብ ገንዘብ እቲ ቀንዲ ዲስፕሊን ዘድልዮ ነገር ኣብ ገንዘብና ኣተሓዛና እዩ ንደቂ ሰባት ክንመስል ጠቕሊልና ኣይንፅዓር ንነብስኻ ፍተዋ ንነብስኻ ምሰል ንስኻ ጥራሕ ተሓጎስታ ንስኻ እምበር ንኻልእ ሰባት እንታይ ይብሉኒ እንታይ ይዕዘቡ ብዛዕባይ ብዛዕባይ እንታይ ይብሉ ብዛዕባኻ ኮመንት እንታይ ይገብሩ ላይክ እንታይ ይገብሩ ዳዝን ማተር ኣብ ላይፍካ መፅኡ ዝቕይረልካ ነገር የለን ሳልሰይቲ ሪዝን ናዕና ኣብ ድኽነት ወይ ድማ ኣብዚ ናይ ዓንኬል ናይ ድኽነት ተንብረና ደላ ድማ ዊድራ ባይደት ይብለና ኣሎ እንታይ እዩ ኣብቲ ብዕዳ ምስ ንንትሓዝ ማለት እዩ እዚ እዚኣ እታ ዓባይ ኣይደነው ወ እንምብር ስሪ ገይረያ እምበር ኣብ ሕብረተሰብና እታ ዓባይ ቀንዲ ትረአ እታ ጌጋ ኣብ ነብሰይ ከይተረፈ ኣብ ኩሉ ዕርኩትና ከይተረፈ ጌጋታት ትረአ እዚኣ እታ ቀዳመይቲ እንታይ ኢና ንገብር መጀመርያ ኣውሮጳ ምስ ኣተና እታ ወረቀትና ኣብታ ህብ ዘቦሉና ግዜ ጌና ከየጸናሕና ከለና ብኩንትራት ቴሌፎን ንገዝእ እታ መጀመርያ ርስሓት ነእትወላ ናብዛ ባንከና ካልኣይቲ መኪና ዶ ካልእ ዘይተደለየ ነገራት ንፅባሕ ድኽፈል ንፅባሕ ትኸፍሎ እንዳበሉ ብዙሕ ነገራት ፋይናንስ መኪና ሞርገጅ ገዛ ልቓሓት ክረዲት ካርድ እዚ ነብዝሕ እሞ ኣብ መወዳእትኡ ኣብ ዘይንወፆ ዓዘቕቲ ንበፅሕ መኪና ኣለው ክህቡኻ ከለው ነኸመይ ገሮም ናብዓኻ የጥሑልኻ ከመይ ገሮም ንዓኻ ይኣስሩኻ ዳዮም ድሓስቡ እምበር ብዛዕባ ናትካ ንዓኻ ሶሉሽን ገሮምልካ ሎሚ ብቁሩብ ገንዘብ ዲፖዚት ሂብካዮም ከይድካ ንዓኦ ንዓኻ ፈቲሖምልካ ሽግርካ ማለት ኣይኮነን ሽግር ኢኻ ተምጽእ ዘለኻ መልሽካ እታ መኪና ሓንቲ ዓባይ መኪና እንድሕር ንሳ እንድሕር ተገዚእኻያ ዕስራ ሽሕ እንድሕር ተኾይኑ ዋጋኣ ምስ ኢንተረስትክ ዕስራን ሸሞንተን ሽሕ ገርካ ክትመልሳ እዚኣ ኸኣ ንናይ መጻኢት ነፍስኻ ኣብ ምንታይ ትንብር ኣለኻ ኣብ ዑዳ ጌና ከይመጽኣት ከላ ኣብ ዕዳ ንመጻኢት ነፍሰይ ድሕሪ ሓሙሽተ ዓመትሲ ነዚ ዕዳ ነዛ መኪና ከፍልየልካ ንምንባር እዚ ናታ ዓበይቲ ጌጋታት ንገብሮ ነታ መኪና ኣምጺኻያ ኸኣ ኣብ ክንዲ ክትሰርሓልካ እትሰርሓልካ ንሳ እታ መኪና ክሰርሕ ኢልካ ክትሰርሕ ትነብር ኣይንሪኦን ኢና ክንፍርም ከለና ሽዑ ሕጉስ ኢና ንብል ሓዳሽ መኪና መፍትሕና ሒዝና ክንከይድ ፍርም እቲ ተርም ኤንድ ኮንዲሽን ከማን ኣይነንብቦን እንታይ እዩ ዘሎ ኢድ እንተረሰ ኣብ መወዳእታ ከምዚን ከምዚን ከምዚን ኣለካ ዕዳ ምስ በሉና ኡይ ንብል ብሰንኪ እዚኣቲ ኢና ከዓ ኣብቲ ናይ ዓንኬል በቃ ጠቕላላ ኣብዚ ኣውሮጳ መፂና ክንምዕብል ዘይንኽእል ኣካውንትኸም ነዚኣ ምስ ወዳእኹ ነዛ ቪድዮ ኣካውንትኩም ብምሉእኹም ከፊትኩም ክንደይ እዩ ደት እዩ ዘለኩም ክንደይ ዕዳ እዩ ዘለኩም እዚ ዕዳ እዩ ኩንትራት እንድሕር ተኣቲኹሞ ዘለኹም ዕዳ እዩ እዚ ክንደይ ዕዳ እዩ ዘለና ንወርሒ እቲ ገንዘብና ከይሓዝናዮ ከለና ንወርሒ ከይረኣናዮ ከለና ክንደይ እዩ ካብ ኣካውንትና በኒኑ ዝኸይድ ኣስተውዒልና ንረኣዮ ቀሪብና ንርኣዮ ምስ ረኣናየን ከኣ ሊስት ጌርና ክንደየን እዚኤን ኣነሰሰሪ ዝኾና ከነጽርየን ፈትን ንዓይ ክልተ ዓመት ወሲድለይ ኣብ ባንክ ዘሎ ኮምታት መጀመርያ መጽ ኩሉታት ምስ እተኹሉ እቲ ዝሰርሓኽዎ ገንዘብ ጥቕላላ በዚን በዚ ንኸይድ ነይሩ ወርሒ እቱ ምስ በለት ድሕሪ ሰለስተ ኣርባዕተ መዓልቲ እተን ገንዘብ ከማን እተን ሰራሓኽወን ገንዘብ ከይረኣኽወን ብኡ ገይረን እተን ካምፓንታት እናተማልዕላ ልዓል ብኸደዱ እዚ ከኣ እቲ ናብ ድኽነት ደንብረና ደሎ ማለት እዩ ንሕና እዚ ክንገብር እንድሕር ተኮይና እንታይ ኢና ክንገብር ዘለና ሞባይል ክትገዝእ እንድሕር ተኮንካ ኣብ ክንዲ ብኩንትራት ገዛ እታ ሞባይል በታ ዘላትካ ባጀት ዓቕምኻ ዋላ ሰከንድ ሃንድ ትኸውን ዓቕምኻ እዚኣ እታ ሪያል ላይፍ ትንበር ማለት እዩ እዚኣ ታር በዚኣ እንድሕር ተኸይድካ ኣብቲ ናይ ዓንኬል ኣየእትውኻን እዮም ስሒቦም ኣየእትውኻን እዮም ሎሚ እዚኣ ቴለፎን ክትገዝእ ሕጂ ናይ ቴለፎን ኤግዛምፕል ናይ መኪና ኤግዛምፕል እየ ምፅኦ ዘለኹ እምበር ሎሚ ዋላ ዓራት ኩን ዋላ ሳሎን ዋላ ብዘይገድስ ኩሉ ፅባሕ ትኸፍሎ ፈርመሉ ጥራይ እዮም ደብልኻ ፅፋሕ ትኸፍሎ ክብልኻ ከለዉ ግን ኣብኡ ማሕለኻ ኮንካ ሆሊደይ ክትከይድ ኣይትኽእል፣ ስድራኻ ክትርኢ ኣይትኽእል፣ ምስ ደቅኻ ክትዘናጋዕ ኣይትኽእል፣ ጥቕላላ እንታይ ኹንካ ናቱ ልክዕ ባርያ ኾንካ ትነብር፣ ትርፊ ክትረክብ ኣይትኽእል፣ ጥቕላላ ነቴን ዕዳታት እዚኤን ኣብ ኣካውንትኻ ኣእቲናየን ዘለና ንዐኣን ክንከፍል ንነብር፣ ነዚ ዋላ ቴለፎን ትኹን ኩንትራት እዚኣቲ ካብ ኣካውንትና ብኸመይ ካሽ ንኸፍል ከፊልና በተን ዘለዋና ዓቕሚ መኪና እንድሕር ክንገዝእ ተልና ኣነ ንኣብነት ዓዲ እንግሊዝ ኣለኹ ዓዲ እንግሊዝ መኪና እንድሕር ክገዝእ ተደልየ ናይ ዕስራ ሽሕ ኣይግድሰንን እዩ ኢለ ዋላ ሸሞንተ ሚእቲ ትኹን ደለኻ ክትረክብ ትኽእል ኢኻ ኣዝ ሎንጎ ኣዝ እንጂናን ናታን ቸክ ክሳብ ዝገበርካዮ ራን ክስጋብ ዝገብረ እንጂና ዳዝ ማተር ብከምዚ እዚ እቲ ርያል ላይፍ ክትነብሮ ትኽእል እምበር እዚ ኩንትራት ፋይናንስ ኣምፅኤ መኪና እንድሕር ሰብ ክርእየኒ ውሽጠይ ከዓ ካልእ እንድሕር ተኮይኑ ብዕዳ ተኣሲረ እንድሕር ተልየ እዚ ግን ኣብቲ ድኽነት ደንብረና ደሎ እዩ ማለት እዩ ገሌና ገሌና ሓበሻ እኳ ዕስራ ሽሕ ዕስራ ሽሕ መኪና ሂብና ገዚእና ኢና ኣብቲ ደሊቨር ንሰርዓልና ሕጂ ናብኡ ክምለስ እቲ ዝለመድናዮ ርያሊቲ ክትልቃሕ እንድሕር ተኾንካ ባንኪ ከለቁሑኻ እንድሕር ተኾይኖም ሎሚ ዕስራ ሽሕ ኣለቁሑኒ እንድሕር ተልካዮም ምስ ወለዳ ሰላሳ ሽሕ ጌርካ ኢኻ ትመልሳ ንዓይ ለኮ ኣነ የቐምጦ ገንዘበይ ኣብኡ ንሳቶም ከዓ ንዓይ ቡኒ ዕስራ ሽሕ ወልድሉ ዓሰርተ ሽሕ ወልደሉ ንዓይ ከዓ እታ ዕስራ ሽሕ እዛ ኣቐሚጢኣ ዝነበርኩ ባንከይ ኢንፍለሽን ምስ ዘጓንፍ የጓንፍ ኣብዚ ዓለም ኩሉ ንሪኦ ዘለና ኢና ዓሰርተ ሓሙሽተ ሽሕ ኮይና ትመፀኒ ንዓይ እቲ ዕስራ ሽሕ ዝነበረት ዓሰርተ ሓሙሽተ ቫሊ ስለ ዘየብሉ እቲ ገንዘብ ይመውት ስለ ዝኾነ እንዳመተይ እሶም ፕሪንት እንዳገበርዎ ስለ ዝኾዱ እንዳመተት ትኸይድ